ጸውሮ ሰማይ ስማዕ ምድሪውን ኣድምጺ ፍረዲ ከም ዝበሎ ዋእ ናብ እግዚኣብሔርውን ክነስምዕ ኢና። ህዝብና ስማዕ ደቅና ኣሕዋትና ስምዑ። ነዳንየኩም ኣለና ኣብ ቅድሚ ሰማያዊ ንጉስ ኣቲ ምድሪ እውን ኣድምፂ ሰማይ እውን ስማዕ ሃገርና ናይ ደም መሬት ኣይኹን ኣልቸዳማ ኣይኹን ኩለኹም ሚድያታት ነጠፍቲ ሚድያታት ዝኾንኩም ኩለኹም ምሁራን ዝኾንኩም ሓግዙና ብዛዕባ እዚ ፀግዒ ናሒዝና ኣብ ምንታይ በፅሐ እንታይ ኮነ ኢልና ኣይ መዳመፅቲ ጥራሕ ኣይንኹን ኣብቲ ሽምግልና ንተሓወስ።

ያሬድ ብፁዓን ኣቦታት ኣብ ደገም ዘለኹም ኩሉኹም ኣብ ውሽጥን ኣብ ዓድን ዘለኹም ክቡራንና ክቡራን እዚ ሎምዓልቲ ዝተሰባሰብናሉ ምኽንያት ብዛዕባ ኣብ ሃገርና ዘሎ ኩነታት ወቕታዊ ጉዳይ ስለዝኾነ ህፁፅ ኣኼባ ጌርና ተዘራሪብና እንታይ ኢና ክንገብር ዘለና ብዛዕባ ካብ ግዜ ናብ ግዜ እናገደደ ካብ ግዜ ናብ ግዜ እናበኣሰ ዝኸድ ዘሎ ኩነታት እንታይ ኢና ክንገብር ኢልና ዘቲና ተመኻኺርና ይህን ምሂን ተባሂልና መማረፂ ዝወሰድናዮ ካብ ሸውዓተ ኣህጉረ ስብከት ሓሙሽተ ሓሙሽተ ሰባት ዓበይቲ ዓዲ ዝተሓወስሉ ማለት እዩ። መስቀሎም ሒዞም ልብሰ ተክህኖኦም ለቢሶም ኣብ ቀረባ መዓልቲ ተኣኻኺብና እዞም ከም ኣብየልን ቃኤልን ክልተ ኣሕዋት ካብ ሓንቲ ማይፀን ትግራይ ዝተወለዱ ካብ ሓንቲ ትግራይ ዝወፁ ደቂ ሓንትኖ ዝኾኑ ጊዜ ኣጋጢምዎም ብሕማቕ ዓይኒ ዝረኣዩ ዘለዉ ሕደጉ ሓደ ኢኹም ናብ ሓደ ንዑ ናብ ሓደ ምኽክር ናብ ሓደ ዘተ ንዑ ፀገም ከህሊ ይኽእል እቱ ፀገም ግን ብኢሂን ሚሂን እዩ ዝፍታሕ ኩናት ዝፈትሖ ነገር ኣይህልን ክንብል ተኣኻኺብና ኣብ ሞኾኒ ኣብ ማርያም ኣብኡ ኸይንና ሕደጉ ኸንብል ኢና መኺርና ዘለና። ሰላም ኹሉ ሰላም ደላዪ ክኸውን ከምቱ ነብዩ ዳዊት ዝተናገሮ ብግእዝ እንታይ እዩ ዝብል ተጋሃስም እኩይ ወግበር ሰናየ መዝሙር ኣሃዛት መዝሙር ሰላሳን ሰለስተን ዓሰርተ ሰለስተ ካብ ክፉእ ነገር ረሓቕ፣ ንሰላም እውን ድለያ ኣልሻ ኣልሽካ እውን ተኸተላ። ተግባራዊ ይግበራ ኢሉ ኣቦና ነብዪ ዳዊት ከም ዝኣዘዘና ከም ዝነገረና ሕዚ እውን ኣብ ቆላም ሃልዉ ኣብ ደጉዓም ሃልዉ ክቡራን ኣሕዋትና ደቅና ኢኹም ኣሕዋትና ኢኹም ሓትኩም ኢና ወለድኹም ኢና ቃልና ክትሰምዑ በእግዚኣብሔር ስም ሐዚ እውን ነማሕፅነኩም ኣለና እዚ ኩሉ እዚ ዝመፀና ዘሎ ውዕል ፕሪቶርያ ብኣግባቡ ስለ ዘይተፈፀመ ናብ በትሪ ምምዛዝ ዘብፅሐና ዘሎ እዚ እዩ ምክንያቱ ህዝብና ተፈናቂሉ ኣብ በረኻ ወዲቁ ኣደዳ ውሕጅ ኣደዳ ኣራዊት ሰለዝኾነ እዚ ነገር እዚ ናብ ሕማቕ መገ ብሕማቕ መገዲ ክንከድ ብሕማቕ ዓይኒ ክንረኣኣ ዝገብረና ዘሎ እዚ እዩ ህዝብና ኣብ ጸገም ስለዝወደቐ ኣብ ችግር ስለዝወደቐ ቀለብ ኣራዊት ይኾን ስለዘሎ ዝተወለዱ ኣራዊት ይበልዖም ኣሎ። ዝዓበዩ ብጥምየት ይሞት ኣለው ይሃልቅ ኣለው እሞ ስለዚ ካብ በትሪ ምምዛዝ ካብ ብሕማቕ ዓይኒ ምረኣይ ግን ናብ ሓደ ንዑ ተጠርነፉ ንነጋገር ንመኻኸር ሓቢርና መፍትሒ ንፍጠር ህዝብና ዝምለሰሉ ዓድና ዝምለሰሉ ህዝብና ዝሓውየሉ መገዲ ሓቢርና ንፍጠር ንማለት ነቶም ኣብ በረኻም ዘለዉ ኣብ ውሽጢ ዓድም ዘለዉ ኣሕዋትና ደቅና ክንመኽሮም፣ ሕደጉ ክንብሎም፣ ክንኩርየሎም፣ ክንግስጸሎም እዚ ኢና መኺርና ዘለና። ቅዱስ ሲኖዶስ ኣብ ወጻኢ ዘለዉ እውን ምሳና እዮም ተኣኪቦም፣ እንትርፊ ኣረጋውያን ብሕማም ምኽንያት ዝተረፉ ኩሉ እዩ ተኣኪቡ። መላእ ጉባኤ ኢና ኣካይድና ዘለና እዚ ጉባኤ እዚ ግን ዋእ ንደቅና ንሕና ዘይመኸርናዮም ንሕና ዘይገሰፅናዮም መን ክግስፆም መን ክኹርየሎም የግዴታ መስቀልና ሒዝና ኣልባስና ለቢስና ኣብ እግሮም ክንወድቅ ክንልምኖም ኣይኸውንን እንተኢሎም ረጊፆምና ይኺዱ። እንታማ ኢልና መኺርና ኣብ ቀረባ ግዜ ግዜ እንተይሃብና እቲ ግዜ እቲ ኩነታት ይበኣስ እዩ ዘሎ። ስለዚ ኤፍሬም ይበልኦ ለምናሴ ወምናሴ ለኤፍሬም ምናሴ ኤፍሬም ልምናሴ ቃትሎ ዝበሎ ነብዩ ዳዊት ከምኡ ኢና ኮይንና ዘለና ወይም ደሞ ከም ቃኤልና ካብ ሓንቲ ማህጸን ዝተወለዱ ኣብየልና ቃኤል ተቀታቲሎም እዮም ከምኡ እዩ ዝፍጸም ዘሎ ስለዚ እዚ ኣብዚ እኒኦ ነገር ክረግዕ ኣለዎ ክሃድእ ኣለዎ ናብ ሰላም ክምለስ ኣለዎ ኢልና ናብ ሰላም ይመለስ ሕደጉ ስምዑና ስምዑና ኣለዚያ ናብ እግዚኣብሔር እውን ክነመልክት ኢና ከምቱ ኢሳያስ ዝተናገሮ ሰማይ ስማዕ ምድሪ እውን ኣድምፂ ፍረዲ ከም ዝበሎ ናብ እግዚኣብሔር እውን ክነስምዕ ኢና እግዚኣብሔር እውን ኣቤቱታና ክነቕርብ ኢና ዝሰምዐና እንድሕር ስኢና ኮይና ካብ እግዚኣብሔር ሓሊፍና ኻሊእ ኣብዮተታ እነቅርቦ ነገር የለን እዚ ግን ብዙ ዓይነት እዙይ ህዝብና ስማዕ ደቅና ኣሕዋትና ስምዑ ነዳንየኩም ኣለና ኣብ ቅድሚ ሰማያዊ ንጉስ ኣቲ ምድሪ እውን ኣድምፂ ሰማይ እውን ስማዕ ሃገርና ናይ ደም መሬት ኣይኹን ኣልቸዳማ ሀይኾን ነዚ ኣብ ቐረባም ዘለኹም ኣብ ርሑቕም ዘለኹም ዓበይቲ ዓዲ ምሁራን ስምዑና ሓግዙና ሓቢርና ንዞም ደቅና ንገስጾም ኩናት ዘምጾኦ ልምዓት ኩናት ዘምጾኦ ፍትሒ የለን ሪኢናዮ ኢና ሪኢናዮ ኢና ስለዚ ንትግራይ እንትርፊ ሰላም እንትርፊ ሓድነት እንትርፊ ምምኽኻር ካብዚ ወጻእ ዝኾነ ነገር ምንም ፋይዳ ስለዘይብሉ ዋእ ንዞም ደቅና ተኣገሱ በይዛኹም ሕደጉ እናመኸርና እውን መፂና ኢና ይፍለጥ እዩ ናዘተና መፂና ኢና ይፍለጥ እዩ ግን ማይ ክቋፅር ኣይከኣለን ክሻብ ሎሚ ሕዚ ግን ህዝብና ብኢስዎ ደም እዩ ዝበኪ ዘሎ ካብ ሓንቲ ማህፀን ዝወፁ ደቂ ሓንትኖ ሓቢሮም ንፀላኢ ክንዲ ዝምክቱ፣ ሓቢሮም ክንዲ ዝዝትዩ ሰሳቶም በትሪ ምምዛዝ መሕፈሪ መሕፈሪ ስለዝኾነ ንትግራይ ዘይምጥን ንትግራዋይ ዘይምጥን ስለዝኾነና ንሕና እውን ተቸጊርና ኢና። ስለዚ ንሕና ንህዝብና ነስምዕ ኣለና፣ ነዳኒ ኣለና፣ ንእግዚኣብሔር እውን ክነስምዕ ኢና። እግዚኣብሔር እውን ክነስምዕ ኢና እና ቀረባ ግዜ ካብ ሸውዓተ ኣህጉረ ስብከት ያው ኣብ መኾኒ ንሽምግልና ንርከብ ኣለና። ኩለኹም ሚድያታት ነጠፍቲ ሚድያታት ዝኾንኩም ኩለኹም ምሁራን ዝኾንኩም ሓግዙና ብዛዕባ እዚ ፀግዕና ሒዝና ኣብ ምንታይ በፅሐ እንታይ ኮነ ኢልና ኣይ መዳመፅቲ ጥራሕ ኣይንኹን ኣብቲ ሽምግልና ንተሓወስ እናበልኩ እናበለ ቅዱስ ሲኖዶስ ፃውዒቱ የቕርብ ወስብሃት ለእግዚኣብሔር።